ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበልልይ። ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓ ብሓድሽ ቪድዮ እየ መፅልኩም ዝኒኹ ንስ እንታይ እዩ ዋጋ ወርቂ ሒዘልኩም ደበኽ ኢለኒኹም ማለት እዩ። ሎማዓንቲ ወርቂ ኣበይ በፂሑ ወሲኹ ዶ ቀኒሱ ንዝብል ክንርኤና ማለት እዩ ብናይ ውሽጢ ዓድና ብናይ ውጪ ማለትም ብዶላር እና ብናይ ዓዲ ዘሎ ገንዘብ ክንደይ እኒሆ ተኣያ ፈላለዩ ንዝል ክሬና እስካዕ ቪዲ ፍፃመ ተኸታተልዎ ቻናሌ ሓደሽቲ ዝኾንኩም ሳብስክራይብ ነባራ ዝኾንኩም ከዓ ላይክ ሸር እናግበርኩም ኣብ በረታትዑኒ ላይክ ሸር ንትገብሩለይ ከዓ ካብ ልቢ እናመስገንኩ እዮ ማለት እዩ ክብራት ኣሕዋተይ ሰናይ ፃንሒት

ማለት እዩ ክብራት ኣሕዋቲ ያው ሎማዓንቲ ጥቅምቲ ዕስራ ወይ ከዓ ኦክቶምበር ሰላሳ እዩ ዝኸውን ዘሎ ምናልባት ምክንያቱም ኮስ ክቀንስ ስለዝኽእል መዓልቲ ምጥቃስ ግዴታ እዩ እና ዋጋ ወርቂ ክንርኢ ከለና በዓል ካብ በዓል ዓሰርተ ኣርባዕተ እስካብ በዓል ዕስራን ኣርባዕተን ካረንት ዘሎ ኢና ክንርኢ መጀመርያ ንሪኦ በዓል ዓሰርተ ኣርባዕተ ካረንት ይከኸውን ዓሰርተ ኣርባዕተ ካረንት ኣብዚ ሕዚ ግዜ ማለት እዩ ኣብ ኢትዮጵያ ብዶላር ሰብዓን ሓሙሽተን ዶላር ብናይ ኢትዮጵያ ገንዘብ ከዓ ዓሰርተ ሓደ ሽሕን ሓሙሽተ ሚእትን እናተገዘ ወይ ከዓ እናተሸየጠ ይርከበሉ ማለት እዩ። ስለዚ ቆንጆ ዕዳጋ እዩ ዝኒሆ ኣብዚ ሕዚ ግዜ ኣብቲ ዝሓለፉ መዓልታት ብጣዕሚ ሰጋዩን ነይሩ እምበር ሓዚ ንእሽተን ተረጋጊዑ እኒሆ ክብራት ኣሕዋተይ ክትገዝኡ ትደልዩ ማለት እዩ ከምኡ እውን ውሽጢ ዓዲ ድሕሸና ማለት ናይ ውጭ ወርቂ ኮይኑስ ኣብ ኢትዮጵያ ምግዛእ ድሕሸና ኣብ ዓዲ ንትብሉ ከም ከማይ ኣብ ውጭ ብጣዕሚ ቆንጆ ማለት እዩ ካብኡ ዓሰርተ ሓሙሽተ ካረንት ኢና ክንርኢ ዓሰርተ ሓሙሽተ ካረንት ብዶላር ሰማንያ ዶላርን ሰማንያ ሳንቲምን ብናይ ኢትዮጵያ ገንዘብ ከዓኒ ዓሰርተ ክልተ ሽሕን ሰለስተ ሚእትን ማለት እዩ ስለዚ ኣብ መንጎ ዓሰርተ ኣርባዕተን ዓሰርተ ሓሙሽተን ዘሎ ብዙሕ ፍልልይ የብሉን ናይ ሸውዓተ ሚእቲ ቅርሺ ሸሞንተ ሚእቲ ቅርሺ ብቻ እዩ ማለት እዩ ካብ ዓሰርተ ሽዱሽተ ካረንት ኢና ክርኢ ዓሰርተ ሽዱሽተ ካረንት ከዓኒ ብናይ ኢትዮጵያ ገንዘብ ዓሰርተ ሰለስተ ሽሕን ሓደ ሚእትን ማለት እዩ ግን ንስኻትኩም ወርቂ እንድሕር ትገዙ ኮይንኩም ካብ ዕስራን ሓደን ካረንት ብላዕሊ ተዝኸውን ይምረፅ ምክንያቱም ካሊእ መዓልቲ ንክትሸጥዎ ኣይትፅገሙን ማለት እዩ ቀጺልና ንሪኦ ከዓ ክብራት ኣሕዋተይ ዓሰርተ ሸውዓተ ካረንት ይኸውን ዓሰርተ ሸውዓተ ካረንት ብናይ ኢትዮጵያ ገንዘብ ክሕሰብ ከሎ ዓሰርተ ኣርባዕተ ሽሕን ሸውዓተ ሚእትን ይመፅእ ኣሎ ብዶላር ተኮይኑ ከዓኒ ቴስዓን ሓደን ቴስዓን ሓደን ነጥቢ ሱሳ ሳንቲ ቴስዓን ሓደን ዶላርን ሱሳ ሳንቲምን ይመፅእ ኣሎ ማለት እዩ ክብራት ኣሕዋተይ ካብኡ ዓሰርተ ሸሞንተ ካረት ኢና ክርኢ ዓሰርተ ሸሞንተ ካረንት ብናይ ኢትዮጵያ ገንዘብ ክሕሰብ ከሎ ዓሰርተ ኣርባዕተ ሽሕን ሸሞንተ ሚእትን ኣርባዓን ማለት እዩ። ስለዚ ያው ዓሰር ሸሞንተ ካረንት መብዛሕትና ንገዝኦ ኢና፣ ግን ክንዲ ዕስራን ሓደን ግን ኣይመፅእን። ዋግኡ ግን ቆንጆ እዩ። መቸስ ካብቲ ዓሰር ሽዱሽተ ካብቲ ዓሰርተ ኣርባዕተ ምግዛእ ዓሰር ሸሞንተ ካረንት ምግዛእ ይበልፅ። ዓሰር ሸሞንተ ካረንት ማለት ስሳ ፐርሰንት ወርቂ እቲ ኣርብዓ ፐርሰንት ደሞ ናይ ካሊእ ዓይነት ኣቕሓ ከምኒ ብረታ ብረት ይሓውስሉ ማለት እዩ ንፁህ ወርቂ ዘይኮነን ማለት እዩ ካብኡ እንሪኦ ዓሰርተ ትሽዓተ ካረንት እዩ ክኸውን ዓሰርተ ትሽዓተ ካረንት ብናይ ኢትዮጵያ ገንዘብ ዓሰርተ ሓሙሽተ ሽሕን ሽዱሽተ ሚእትን ብዶላር ከዓኒ ሚእትን ክልተን ዶላር ማለት እዩ ስለዚ ሚእትን ክልተን ዶላር ብናይ ኢትዮጵያ ፀሊም ዕዳጋ ክንደይ ይመፅእ ኣሎ ነዚ ላባዚሕኹም ኣበይ ይሕሸና ንዝብል ግን ኣብ ዘለኹምዎ ዓዲ እዩ ብደንብ ገይሩ ክበልፅ ምክንያቱም ሓደ ፅሩይ ናይ ውጭ ተኮይኑ ፅሩይ እዩ ኣብ ኢትዮጵያ ክንዲ ናይ ውጭ ፅሩይ ገይሮም ኣይሰርሕዎን እና ደቂ ዓበይቲ ወይ ማዕረይ ካብ ደቂ ገዜካ ምምፃእ ይሓይሽ እና ዓሰርተ ሸዓተ ካረንት ከምዚኣ ትመስል ካብኡ ዕስራ ካረንት ናገረይ ባለ ዕስራ ካረንት ብዶላር ተኮይኑ ሚእትን ሸውዓተን ዶላር ብናይ ኢትዮጵያ ገንዘብ ከዓኒ ዓሰርተ ሽዱሽተ ሽሕን ኣርባዕተ ሚእትን ማለት እዩ። እዚ ናይቲ ወርቂ ጥረ ገንዘብ እዩ። ምክንያቱ ምንም ዓይነት ጌፅ ወይ ከዓኒ ሕስረልኹም ናይ ኣንገት ናይ እዝኒ ናይ ኢድ ገለ ተስርሕዎ ትኽእል ኢኹም። እዚ ግን ናይታ ጥረ ወርቂ እያ እና ብዲዛይን ጌርኩም ተስርሕዎ ከለኹም ብኡ ልክዕ ዋጋ ክውስኽ እዩ። ቀጺልና ንሪኦ ከዓኒ በዓል ዕስራን ሓደን ካረንት ክኸውን ዕስራን ሓደን ካረንት ብዶላር ሚእትን ዓሰር ሰለስተን ነጥቢ ዕስራ ሳንቲም ዶላር ብናይ ኢትዮጵያ ገንዘብ ከዓኒ ዓሰርተ ሸውዓተ ሽሕን ሰለስተ ሚእትን ሓምሳን ሽዱሽተን ናይ ኢትዮጵያ ገንዘብ ማለት እዩ። እና ያው ብዙሕ ኣይወስኽን ብጣዕሚ ቆንጆ ዕዳጋ እዩ ዝኒሆ ካብኡ ዕስራን ክልተን ካረንት ይኸውን ዕስራን ክልተን ካረንት ዓሰርተ ሸሞንተ ሽሕን ሓደ ሚእትን ኣርባዓን ብናይ ኢትዮጵያ ገንዘብ ማለት እዩ ብዶላር ተኮይነ ከዓኒ ሚእትን ዓሰርተ ሸሞንተን ነጥቢ ስሳን ሰለስተን ሳንቲም ሚእትን ዓሰርተ ሸሞንተን ዶላርን ስሳን ሰለስተን ሳንቲምን ማለት እዩ ካብኡ ዕስራን ሰለስተን ካረንት ኢና ክንርኢ። ዕስራን ሰለስተን ካረንት ብዶላር ሚእትን ዕስራን ኣርባዕተን ዶላር ብናይ ኢትዮጵያ ገንዘብ ከዓኒ ዓሰርተ ሸሞንተ ሽሕን ትሽዓተ ሚእትን ሱሳን ማለት እዩ። ዕስራን ሰለስተን ካረንት ማለት ብጣዕሚ ፅሩይ ወርቂ ቢያንስ ቴስዓን ሸውዓተን ቴስዓን ሸሞንተን ፐርሰንት ፅሩይ ማለት እዩ። ካብ ዕስራን ኣርባዕተን ካረት ናህሪ ዕስራን ኣርባዕተን ካረንት ብናይ ኢትዮጵያ ገንዘብ ክሕሰብ ከሎ ዓሰርተ ትሽዓተ ሽሕን ሸውዓተ ሚእትን ሰማንያን ብዶላር ተኮይኑ ከዓኒ ሚእትን ዕስራን ትሽዓተን ዶላር ናይ ኣሜሪካን ዶላር ማለት እዩ። ስለዚ ከምዚ ይመስል ናይ ሎማዓንቲ ውዕሎ ወርቂ ከም ዝመስል ያውት ዋጋ ወርቂ ነግራኩም ከለኹ ብዶላር ናብ ናይ ኢትዮጵያ ገንዘብ ናይቲ ወርቂ ጥረ ገንዘብ ብቻ እዩ እና ከምዚ ጌጣጌጥ ወይ ከዓ ክተስርሕዎ ከለኹም ግን ናይቲ ዲዛይን ዘውፅእ ናይ ገዛ ኸራይ ናይ ቫት ወይ ከዓ ደረሰኝ ማለት እዩ ንሱ ንሱ ተሓዋዊስዎ ግድን እስካብ ሰለስተ ሽሕ ክልተ ሽሕ ገለን ክውስኽ እዩ እዚ ማለት ንኣብነት በዓል ዕስራን ኣርባዕተን ዓሰርተ ትሽዓተ ሽሕ ተኮይኖም ናይ ቫት ናይ ገዛ ክራይ ናይ ናይ ሰራሕተኛ ክውሰከሉ ዕስራን ገለን ሽሕ ይኸውን ኣሎ ማለት እዩ እና ከምዚ መስል ናይ ሎማዓንቲ ውዕሎ ወርቂ ርእይቶኹም ኣብ ኮሜንት ጸሓፉለይ። እስካዕ ቪድዮ ፍጻመ ንዝተኸታተልኩምኒ ካብ ልብና መስገንኩ እየ። ላይክ፣ ሸር፣ ሰብስክራይብ ምግባር ደሞ ኣይትረስዑ። ሰሰናዩ ባይ ባይ